ሰላም ሰላም ሰላም ሰላም ንዓኻትኩም ይኹን ሎመዓልቲ ወይ ሎሚ ብዛዕባ እንታይ ኢና ክንመሃር ብዛዕባ ሳብጀክት ፕላስ ማስት ፕላስ ሃቭ ፕላስ ፓስት ፓርቲሲፕል ናቱ ኤኪቫለንት ብትግርኛ ክንመሃር ኢና ስለዚ ዚስ ኢዝ ቢት ኣድቫንስድ

ከምኡ እዩ ዝኸውን ሕጂ ንኣብነት እንታይ ክብለኩም ደልየ እምባ ኣልማዝ ደኣ መፍትሓ ረሲዓቶ መፅእ ኣብ ገዛ ኣብ ገዛ ማለትሲ ወይ ከምዚ ኣልማዝ ብሓፂሩ ኣልማዝ መፍትሓ ኣጥፊኣቶ ኣይ ቲንክ ኣብ ገዛ እያ ረሲዓቶ ትኸውን ምክንያቱ ናብ ካልኣ የላ ገሰተን

እሳ መፋታሓ መፋትሕ እየ ዝብል ዘለኹ ብዛዕባ መፋትሕ እየ ዝዛረብ ዘለኹ መፍትሕ ኣይኮነን እሳ መፋትሓ ኣብ ገዛኣ እህ ረሲዓታቶም ክትከውን ኣለዋ እቲ ሩልስ ከመይ እዩ እቲ ሕጊ ክምህረኩም ዝደለኹ ኣብዚ ማስት ፕላስ ሃፍ ፕላስ ፓስ ፓርቲሲፕል እቲና ኣለና ኣብዚ ኣብ ትግርኛ ድማ ሲምፕል ፓስት ንገብሮ ሲምፕል ፓስት ናይ ምርሳዕ ሲምፕል ፓስት ብድሕሪኡ ድማ ክትከውን ኣለዋ ክኸውን ኣለዎ ክኾኑታ ኣለዋቶም ከምዚታት ኢልና ነእትወሉ ማለት እዩ ቤዝድ ማለት እዩ ሳብጀክት ቨርባ ኣግሪመንት መቸም ኣሎ ኩሉ ግዜ ብንሳ ንዛረብ ተሊና እሳቶም ኢልና ወይ ስኻትኩም እቲ ፓስተንስ ሓደ ዓይነት ክኸውን ኣይክእልን እዩ ምስቲ ሳብጀክት ዝዛመድ እዩ ክኸውን ዘለዎ። ሕጂ ንኣብነት እዚኣ እሳ መፋታሓ ኣብ ገዛ ረሲዓታቶም ክትከውን ኣለዋ። ረሲዓታቶም ሲምፕል ፓስተንስ ናይ ብዙሓት እዩ። መፍትሕ ነይራ ተትኸውን ንኣብነት ከምዚ ንረኣያ እሳ መፍትሓ ኣብ ክንዲ መፋትሓ መፍትሓ ኣብ ገዛ ረሲዓቶ ክትከውን ኣለዋ። ረሲዓቶ ፓስተንስ ሲምፕል ፓስተንስ ረሲዓቶ ናይ ምንታይ እዩ ናይ ሓደ እዩ። ናይ ብዙሓት ግን ረሲዓታቶም እየ ዝብል ብዙሓት መፋትሕ ረሲዓታቶም ስለዚ ነዚ ኢና ነዚ ሩሉስ እዚ ከነፅንዖ ዘለና ስለዚ ብዙሕ ኤግዛምፕል ናይ ዘሰራሕኹ ይኮነን ክርዳእና ክኽእል ኣለዎ ሰቶም መፋትሕ ብዙሓት ተኮይኖም ረሲዓታቶም ኢና ንብል ሓንቲ ተኮይና ረሲዓታ ኢና ንብል ሓቂ ረሲዓታ ወይ ድማ ረሲዓቶ ረሲዓቶ ወይ ረሲዓታ ኢና ንብል ረሲዓቶ ተይልና ናይ ውዙሓታ ይኸውን ረሲዓታቶም ይኸውን ረሲዓታ ተይልና ድማ ረሲዓታ ተን ምበልና ነርና ረሲዓ ነዚአን መፋትሕ ኢልና ከም ፈሚኒን ቆፂርናየን እንተንኸውን ስለዚ እዚኣ ኣታ ሩል ንመሃራ ዘለና ሎ መዓልቲ እሳ መፋትሓ ኣብ ገዛ ረሲዓታቶም ክትከውን ኣለዋ ክትከውን ኣለዋ ሰያ ብዛዕባ ኢና ንዛረብ ዘለና because she must have forgotten her keys at home ኣብ ገዛ ኣብ ገዛ እያ ረሲዓቶ ክትከውን ዘለዋ ኣብ ካልእ ክጠፍእ ኣይክእልን እዩ ኖ ኣብ ካልእ ክጠፍእ ኣይክእልን እዩ እስከ እዚ ካልኣይቲ ኣብነት ድማ ንረኣያ እሳቶም ነቲ ፕሮጀክቶም ኣይንብልን ኣብዚ ክንትርጉሞ ከለና ከዝ ሉክ ኣት ኢት ሄር ዘይ ማስት ሃቭ ኮምፕሊትድ ዘ ፕሮጀክት ባይ ናው ዘ ፕሮጀክት እቲ ናቶም ፕሮጀክት ማለት እዩ ነቲ ፕሮጀክት ሕጂ ኣብዚ ቢኬርፉል እሳቶም እንተልና ነቲ ፕሮጀክቶም ክንብል ነቦ ዮሴፍ ኣቦ ዮሴፍ ነቲ ፕሮጀክቶም ንብል እሳቶም እንተልና ግን ነቲ ፕሮጀክት ኣቶም ፕሮጀክት ኣቶም ፕሮጀክት ኢልና ኣቶም ኢና ንውስኸሉ እሳቶም ነቲ ፕሮጀክት ኣቶም እዚ ኣይትረስዕዋ መጀመርታ ብግቡእ ክራባሕ ክኽእል ኣለዎ ነቲ ፕሮጀክቶም ኣይንብል ኢና ኣቦ ዮሴፍ ነቲ ፕሮጀክቶም ንብል እምበር እሳቶም እንተይልና ነቲ ፕሮጀክት ኣቶም እየ ዝብል ሕጂ ወዲ ኣቶም ዋቶ ክኾኑታ ኣለዋቶም ስለምንታይ እያ ከምዚኣ ኮይና ሕጂ ረኣይዋ እሳቶም ኢለ ነቲ ፕሮጀክት ኣቶም ሕጂ ፕሮጀክቶም ነይሩ ተዝኸውን ሓደ ነቲ ፕሮጀክት ተዝኸውን ግን እንታይ እንታይ ምበልና ነርና ሕጂ ንኣብነት እሱ ነቲ ፕሮጀክት ሕጂ ወል ወዲእዎ ክኸውን ኣለዎ ምበልና ነርና ወዲእዎ ክኸውን ኣለዎ በልና ወዲእዎ ወዲእዋ ኢና ንብል ሕጂ ግን ናይ ብዙሓት እዩ እሱ ዘይኮነስ እሳቶም ኮይኑ ኣሎ እሳቶም ነቲ ፕሮጀክቶም ሕጂ ወዲኣቶም ዋቶ ክኾኑ ወይ ክኾኑታ ኣለዋቶም ንብል ኣይም ሹር ኢት ሉክስ ኤልያን ማለት ሲ ፍልይ ዝበለ ኮይኑ ይስማዕና ግን ስ ኢዝ ሞር ኣድቫንስድ ላንጉጅ እዩ so ብግቡእ ክንርድኦ ክንክእል ኣለና እሳቶም ነቲ ፕሮጀክት ኣቶም እሳተን ኢልና ነርና ንኸውን ድማ ነቲ ፕሮጀክት ኣተን ምበልና ነርና እሳቶም ነቲ ፕሮጀክት ኣቶም ሕጂ ወዲ ኣቶም ዋቶ የነው ወዲ ኣቶም ዋቶ ክኾኑታ ኣሎ ዋቶም ነቶም ፕሮጀክትታት ኣቶም ምብልና ድማ ፕሮጀክትታት ነይሩ ተዝኾን እዚኣ ፕሮጀክት ኢልና ኣቶም እንተልና ንሓደ ፕሮጀክት እዩ ፕሮጀክትታት ኣቶም እንተልና ድማ ፕሮጀክትስ እዚ እዚ እዚ ፕሮጀክትስ ነይሩ ተዝኸውን ሌትሰይ ዘይ ማስት ሃቭ ኮምፕሊትድ ፕሮጀክትስ ባይ ናው ፕሮጀክትስ ድማ እንታይ ምበልና ነርና ፕሮጀክትታት ኣቶም ምበልና ነርና እሳቶም ነቶም ፕሮጀክትታት ኣቶም ምበልና ነርና ሕጂ ወዲ ኣቶም ዋቶም ድማ ምበልና ነርና ናይ ብዙሓት ክኾኑታ ኣለዋቶም እዚ ግን ኣይቅየርን እዩ ክኾኑታ ኣለዋቶም ሶ ይርዳኣና ክህሉ ተስፋ ይገብር እዚ ቁሩብ ምስትውዓል ሓትት እዩ ዘይ ማስት ሃቭ ኮምፕሊትድ ዘ ፕሮጀክት ባይ ናው ንዛትስዋየ ዝሓለፈ ክልተ ሰለስተ ቪድዮታት ብዛዕባ ፓስት ክምህረኩም ቀኒ ምክንያቱ ኣገዳሲ ስለ ዝኾነ እዚ ነየነይቲ ነዚኣ ነዚኣ ኣገዳሲት ስለ ዝኾነ እሳቶም ነቲ ፕሮጀክት ኣቶም ሕጂ ወዲኣቶም ዋቶ ክኾኑታ ኣለዋቶም ኢት ማስት ኩሉ ኣግሪ ክገብር ኣለዎ እዚ ፕሮጀክት ኣቶም ምዝስታቶም ኣግሪ ክገብር ኣለዎ እዚ ወዲኣቶም ዋቶ ድማ ምስ ኣቶም ምስ እሳቶም ኣግሪ ክገብር ኣለዎ እዚ ክኾኑታ ድማ ከምኡ ማለት እዩ ንሳቶም እሳቶም ክኾኑታ ኣለዋቶም so be careful ግራመርና ከነዕሪ ክንፍትን ኣሎና ኣብዚኣ ድማ ከይድ እያ ሕጂ እሱ ሎሚ ንግሆ እታ ኣውቶቡስ ኣመሊጣትሉ ክትከውን ኣለዋ እዚኣ ሕጂ ሂ ማስት ሃቭ ሚስድ ደ ባስ ዚስ ሞርኒንግ ሂ ማስት ሃቭ ሚስድ ክብል ከለኹ ሲ ሂ ማስት ሃቭ ሚስድ ክብል ከለኹ ኣመሊጣትሉ ክትከውን ኣለዋ ኣመሊጣትሉ እንታይ ምምላጥ እንድዩ ምምላጥ ኣመሊጣትሉ ድማ ሕሉፍ ናቱ ማለት እዩ ንዕኡ ኣመሊጣትሉ ንመን ንዕኡ ኣመሊጣትሉ ኣሃ እዚኣ ግን ክትከውን ኣለዋ ኣብዚ እንታይ ኢልና ክኾኑታ ኣለዋቶም ንብዙሓት ኣብዚ እንታይ ኢልና ክትከውን ኣለዋ ኢልናያ ንዓ ነታ ጓል ስለዚ እዚታት ኣይንረስዕ እዚ ድማ ኣመሊጣትሉ ክትከውን ኣለዋ ዓይነይቲ ተኣውቶብስ

ማለት ሲ ርኢናዮ ኣለና ግን ኣይከደን ስለዚ ኣመሊጣትሉ ክትከውን ኣለዋ ከምዚ ዓይነት እዩ እቲ እቲ መልእኽቲ ማለት እዩ እሱ ኣብዚ ድማ ከምዚ ክብል ደልየ ዊ ማስት ሃቭ ሚስ ኣንደርስቱድ ዘ ኢንስትራክሽንስ ዊች ሚንስ ዚስ ዋን ኢዝ ላይክ ኢትስ ፕሮባብል ዛት ዊ ድን ኣንደርስታንድ ዘ ዲረክሽንስ ኮሬክትሊ ማለት እዩ ንሕና ነቶም መምርሕታት ስራዮ ኣብዚ ንሕና ነቶም መምርሕታት ብጌጋ ተረዲእናያቶም ተረዲእናዮም ኣይኮነን ብጌጋ ተረዲእናዮም ኣይኮነን ብጌጋ ተረዲእናዮም ትብሎ ንብዙሓት ኣይኮነን ተረዲእናዮም ብጌጋ ተረዲእናዮም ክንብል ከለና ንብዙሓት ኣይኮነን እቲ ሚስተይክ ንገብሮ እዩ ተረዲእናያቶም ንሕና ነቶም መምርሕታት ብጌጋ ተረዲእናያቶም ክንከውን ኣሎና ክንከውን ኣለና ብጌጋ ተረዲእናያቶም እዚኣ ብጌጋ ተረዲእናያቶም ሕሉፍ ሕሉፍ ምዃና ሲምፕል ፓስተንስ እያ ግን ብዛዕባ እዞም መምርሕታት ኢና ንዛረብ ዘለና ነቶም መምርሕታት እዩ ንሕና ኣይኮነን ዩ ነው ነቶም መምርሕታት ንሕና ነቶም መምርሕታት ብጌጋ ተረዲእናያቶም ተረዲእናያቶም ክንከውን ኣሎና እስከ ናብዚኣ ከንስገር እቲ ከልቢ ኣብቲ ጆርድን ጉድጓድ ኩዒቱ ክኸውን ኣለዎ ወል ኣማዕዲና ገለ ርኢና ኣለና ዝተዋዕተ ነገር ሶ ዘዶግ ማስተሃብ ዳግ ሆል ኢን ዘ ጋርደን

ወይ ስራሓ ኣቐዲማ ከይዳ ክትከውን ኣለዋ ከይዳ ክትከውን ኣለዋ ከይዳ ሕሉፍ እዩ ከይዳ ክትከውን ኣለዋ እንታይ ማለት እዩ ከይዳ ክትከውን ኣለዋ ሺ ማስት ሃቭ ሌፍት ሺ ማስት ሃቭ ሌፍት ማለት እዩ ከይዳ ክትከውን ኣለዋ ሲርኣዩ ወን ዩ ነው ነቲ ሕጊ ጥዑም እዩ እሳ ካብ ኦፊሳ ወይ ስርሓ ኣቐዲማ ከይዳ ክትከውን ኣለዋ ኢት ኢዝ ላይክሊ ሺ ዲፓርትድ ፍሮም ወርክ ኤርሊየር ዛን ዩዥዋል ማለት እዩ ሶ ቢ ኬርፉል ከይዳ ክትከውን ኣለዋ እዚ ሕጂ ቀሊል እዩ ኣብ እሳ እሱ ኣነ ንሕና ኩሉ ግዜ እተን ዝኸብዳ ኣበየኖት እየን ኣብ እሳቶም ኣብ እሳተን ኣብ ስኻትኩም ኣብ ስኻትክን እየን ንዕዕን ኢና ድማ ዝያዳ ከነስተብህለለን ዘለና ሕጂ እዚኣ ንረኣያ እሳቶም ነቲ መፀዋዕታ ማለት ኣናውንስመንት መፀዋዕታ ኢለ ኣለኹ ሌትሰይ ብእንግሊሽ እሞ ንረኣያ ንቕድም

ንዓቢ ሰብኣይ ጥራሕ ኢና ኢልና ኢና ክኾኑ ኣለዎም ትብሎምሲ ንዓቢ ሰብኣይ እዮም ነቦይ ሃይለ ኣቦይ ሃይለ ክኾኑ ኣለዎ ኣለዎም ትብሎም ኣብዚ ግን እሳቶም እንዲና ንብል ዘለና ሶ ሪኣቶምዎ ነቲ ጉዳይ ማለት እዩ ነቲ መፀዋዕታ ሪኣቶምዎ ክኾኑታ ኣለዋቶም ኣለዋቶም ሪመምበር ኦልወይስ ቨርብ ሳብጀክት ኣግሪመንት ቋንቋና በዚ ጥራሕ ኢና ከነዕርዮ ንኽእል እሳቶም ነቲ መጸዋዕታ ድሮ ሪኣቶምዎ ክኾኑታ ኣለዋቶም ኦኬ ኔክስት ዋን ንኺድ እሱ እሱ ተልና ሕጂ ክቐለልና እዩ ብዛዕባ እሱ ንዛረብ ብዛዕባ እሳቶም እዩ ክስታይ ዘለና እሱ ቅድሚ ምኻዱ ነቲ ሪፖርት ጽሒፍዎ ክኸውን ኣለዎ

እንድሕር ንኣብነት ናብ ፀወታ ክዕሶ ድዩ ናብ ገለ ድዩ ከይዱ ገለ ቧ ወዲኡ ማለት ሲ ቅድሚ ምኻዱ ቅድሚ ከምኡ ምግባሩስ ፅሒፍዎ ክኸውን ኣለዎ ንብል ማለት እዩ እቲ ንሕና ገምጋም ንህቦ ባዕልና ማለት እዩ መደምደምታ ንበሉ እሱ ቅድሚ ምኻዱ ነቲ ሪፖርት ፅሒፍዎ ክኸውን ኣለዎ ፅሒፍዎ ማለት እንታይ እዩ ፓስተንስ እዩ ሲምፕል ፓስተንስ እዩ ጽሒፍዎ ነየናይ ነቲ ሪፖርት ነቲ ሪፖርት ጽሒፍዎ ጽሒፍዎ ሲምፕል ፓስተንስ እዩ ጽሒፍዎ ክኸውን ኣለዎ ሂ ማስት ሃቭ ሪትን ዘ ሪፖርት ቢፎር ሊቪንግ ሃባውት ሄር ንሕና ጌጋ መገዲ ወሲድና ክንከውን ኣሎና ማለት እዚ ሕጅታ እዩ ዊ ማስት ሃቭ ቴክን ሮንግ ተርን ሮንግ ተርን ክብል ከለኹ እንታይ ማለት እዩ ብእንግሊሽ ክገልጾ ኢት ኢስ ፕሮባብል we went the wrong way ማለት እዩ so ኣብ ትግርኛ look at it ንሕና ጌጋ መንገዲ ወሲድና ክንከውን ኣለና ምክንያቱ ኣብ ገለ ኣቲና ኣለና ኣብ ዘይከውን ኣቲና ኣለና ማለት እዩ ንሕና ኣብ ጌጋ መንገዲ ጌጋ መንገዲ ወሲድና ክንከውን ኣለና ወሲድና ሲምፕል ፓስተንስ እዩ ወሲድና ወሲድና ሽዑ ክኸውን ክንከውን ኣሎና

to prepare the test እዩ ዘስምዕ ሕጂ እቶም ተምሃሮ ነቲ መርመራ ኣበርቲዖም ኣይብለን እየ ኣበርቲዓቶም ይብል መጀመርታ ምስቲ እቶም ተምሃሮ ክብል ከለኹ ሲ ኣበርቲዓቶም እሀ ኣፅኒዓቶምዎ ድማ ነየናይ ነቲ መርመራ ኣፅኒዓቶምዎ ክኾኑታ ኣለዋቶም ይብል ሶ ፕሊስ ሳብጀክት ቨርብ ኣግሪመንት ኣንደርስታንድ ንግበሮ እቶም ተምሃሮ ነቲ መርመራ ኣበርቲዓቶም ኣበርቲዖም ዘይኮነ ኣበርቲዓቶም እዚ ድማ ኣጽኒዖም ዘይኮነ ኣጽኒዓቶም ወ ኣጽኒዓቶም ወ ክኾኑታ ኣሃ ኣለዋቶም ኪፕ ፕራክቲሲን ዘም እሳ ድሕሪ እቲ ነዊሕ ጉዕዞ ደኺማ ኔራ ክትከውን ኣለዋ ኢዚኣ ቁሩብ ፍልይ ትብል ድማ እንታይ ከብለልኩም ደልየ እዛ ስትራክቸር ራይዋ ሺማስት ሃፍ ቢን ታይረድ እንታይ ኣትያ ኣላ ኣብዚ ቢን ኣትያ ኣላ ቢን ኣትያ ኣላ ነይራ ማለት እዩ ሺ ማስት ሃፍ ቢን ታይረድ ኣፍተር ዘ ሎንግ ትሪፕ ኣብ ላዕለዋይ እንታይ እዩ ነይሩ ብዚ

ሺ ማስት ሃቭ ቢን ታይርድ ደኺማ ነይራ ክትከውን ኣለዋ እታ ደኺማ ደኺማ ፓስተንስ እያ እዚኣ ነይራ ድማ እታ ቢን እያ ትኸውን ዘላ ደኺማ ነይራ ማለት እያ ሃቭ ሃቭ ቢን ክብል ከለኹ እዚ ደኺማ ነይራ ክትከውን ኣለዋ እሳ ሺ መስት ሃቭ ቢን ታይረድ ኣፍተር ዘ ሎንግ ትሪፕ ድሕሪ እቲ ነዊሕ ጉዕዞ ደኺማ ነይራ ክትከውን ኣለዋ እዚኣ ድማ ንረኣያ ሂ መስት ሃቭ ፎርጎትን ኣባውት ዘ ሚቲንግ ወው ኣይመፀን ማለት እዩ ረሲዕዎ ክኸውን ኣለዎ ኢት ሲምስ ቨሪ ላይክሊ ዛት ሂ ዲድንት ሪመምበር ዘ ሚቲንግ ያ ረሲዕዎ ክኸውን ኣለዎ ሂ ማስት ሃቭ ረሲዕዎ ረሲዕዎ መን ንሱ ረሲዕዎ ፓስት ተንስ እዩ ራይዎ ረሲዕዎ ክኸውን ኣለዎ እታ ክኸውን ኣለዎ ክትከውን ኣለዋ ክኾኑታ ኣለዋቶም ክኾናታ ኣለዋተን ነዚታት ኣይንረስዓዮ ክኾኑታ ኣለዋቶም ክኾናታ ኣለዋተን የኖ ከምዚታት ክርድኣና ክኽእል ኣለዎ እሳቶም እንተኢልና ሕጂ ርኣይዎ ብመደበየ ዝሳቶም ብዙሕ ገይረ ሰንተንስ ትስርሓልኩም ዘለኹ ምክንያቱ እቲ ካልእ

ክርድኣና ዘለዎ ሲምፕል ፓስት ኖ ብእሳቶም እየ ዝዛረብ ዘለኹ እሶም ነይሩ ተዝኸውን ግን ዓብዪ ሰብኣይ በፂሖሞ ምበልኩ ነይረ በፂሖምዎ ምበልኩ ነይረ በፂሖምዎ እሶም ምበልኩ ነይረ እዚ ግን እሳቶም እየ ዝብል ዘለኹ ፍልልይ ኣለዋ እሶም ክብል ከለኹን እሳቶም ክብል ከለኹን እሶም ንዓብዪ ሰብኣይ እዩ እሳቶም ድማ ብዙሓት እዮም እሳቶም ትማሊ ነቲ ሜዝዮም በፂሓቶምዎ ክኾኑታ ኣለዋቶም They must have visited the museum yesterday ኣብዚኣ ድማ ንረኣያ ንሕና ኣገዳሲ ዝርዝር ገዲፍና ወይ ሓዲግና ክንከውን ኣለና ሓደ ነገር ክንሰርሕ ከለና ሲ ፐርፌክት ይመፀልና ንስራሕ ሕጂ ዋ ንሕና ኣገዳሲ ዝርዝር ኣገዳሲ ዝርዝር ገዲፍና ወይ ድማ ሓዲግና ክንከውን ኣለና ገዲፍና ሓዲግና እንታይ ማለት እዩ ሲምፕል ፓስተንስ እዩ ምግዳፍ

ኣገዳሲ ኣገዳሲ ዝኾነ ገብረላ እያ ድሓን እዚኣ ኣገዳሲ ዝኾነ ገብረላ እያ ሓደ ኣገዳሲ ዝኾነ ዝርዝር ሓደ ኣገዳሲ ዝኾነ ዝርዝር ገዲፍና ክንከውን ኣለና ገዲፍና ወይ ድማ ሓዲግና ኣብዚኣ ድማ ክኣት እየ ሕጂ ሎሚ ንግሆ እቲ ፖስታ ብዛዕባ እቲ ፖስታ እየ ትዛረብ ዘለኹ በጺሑ ነይሩ ክኸውን ኣለዎ ስለምንታይ እየን በጺሑ ነይሩ ዝብል ዘለኹ ሪመምበር ኣብ ላዕሊ ማስት ሃቭ ቢን እንተ ኣትያ ማስት ሃቭ ቢን ደሊቨርድ ዘ ፓኬጅ ማስት ሃቭ ቢን ደሊቨርድ ዚስ ሞርኒንግ So it is very likely that the passage, the package arrived earlier today. እዚ እንታይ እዩ ንኣብነት ኣብዚኣ እዚ ኣባህላ እዚ እንታይ እዩ ሎሚ ንግሆቲ ፖስታ በፂሑ ነይሩ ክኸውን ኣለዎ ምክንያቱ ሜይቢ እቶም ሰብ እቶም እቶም ነብፅሓሎም ገዛ እንታይ ዘይበፂሕዎም ሜይቢ ምደወሉ ነይሮም ክኾኑ ክድውሉ ሲ ኣገዳሲ ነይሩ ክኸውን ይኽእል ስለዚ እንተ ደኣ ዘይደው ኢሎም እንተ ዘይደው ኢሎም እንታይ ትብል እንታይ ኮንክሉዥን ትገብር ሎም ንጎ እቲ ፖስታ በፂሑ ነይሩ ክኸውን ኣለዎ ማለት ሲ ተቐቢሎሞ ነይሮም ክኾኑ ኣለዎም ማለት እዩ ኦኬ በፂሑ ነይሩ ክኸውን ኣለዎ በፂሑ ነይሩ ሃቭ ቢን ደሊቨርድ ቢን ደሊቨርድ ማለት እዩ ቢን ደሊቨርድ ክብል ከለኹ በፂሑ ነይሩ ማለት እዩ ማስተሃፍ ክኸውን ኣለዎ ማስተሃፍ ክኸውን ኣለዎ ቢን ደሊቨርድ ድማ በፂሑ ነይሩ ክኸውን ኣለዎ ኦኬ ናብዚኣ ድማ ክንቅጽል ኢና ሕጂ እሱ ነቲ ዋለቱ ኣብቲ ድኳን ኣጥፊእዎ ክኸውን ኣለዎ ምክንያቱ ኣብ ካልእ ኣየላገሰን ማለት እዩ ኣብቲ ድኳን ኣጥፊእዎ ክኸውን ኣለዎ ሂ ማስት ሃቭ ሎስት ሂዝ ዋለት ኣት ስቶር እዚ ሕጂ ራእይዎ ቀሊል እዩ ብዛዕባ እሱ ንዛረብ ተሊና ብዛዕባ እሱ ንዛረብ እንተለና እቲ ዊርድ ኮይኑ ዝስምዓና ገሊኡ ከምዚ ክኾኑታ ኣለዋቶም እዚታት

ኣጥፊእዎ ነየናይ ነቲ ዋለቱ ኣጥፊእዎ ኣብዚኣ ድማ እሳ ኣብ ደገ ወፂእካ ከለኻ ኣብ ደገ ወፂኻ ከለኻ ብሎ ኣለኹ ሕጂ እሳ ኣብ ደገ ወፂኻ ከለኻ ደዊላትልካ ክትከውን ኣለዋ ደዊላትልካ ክትከውን ኣለዋ ሽማስትሃፍ ሽማስትሃፍ ኮልድ ዩ ዋይል ዩወር ኣውት እሲ እሳ ኣብ ደገ ወፂኻ ከለኻ ደዊላትልካ ክትከውን ኣለዋ ደዊላትልካ ሲምፕል ፓስተንስ እዩ ደዊላትልካ ክትከውን ኣለዋ ንዓኻ

ተሓጒሶምሉ ክኾኑ ኣለዎም። እዚኣ ሳብጀክት እሶም እንተኾይና ጥራሕ እያ። እሶም ትማሊ ምሸት ነቲ ትልሂት ተሓጒሶምሉ ክኾኑ ኣለዎም። ሕጂ እንታይ ኢና ንሕና ነቲ እሶምን እሳቶምን ኢና ንደባልቆ ዘለና። እሳቶም እንተይልና እሳቶም እንተይልና ካልእ እዩ። እሶም እንተይልና ድማ ካልእ እዩ። እሶም እቶም ዓብይ ሰብኣይ ትማሊ ምሸት ነቲ ትርሂት ተሓጒሶምሉ ክኾኑ ኣለዎም ኢና ንብል ንሕና ግን ነቲ ናይ ክብርታትን ነቲ ናይ ብዙሓትን ስለ ነደባልቆ እዩ ስለዚ እዚ ፈላሊና ክንሪኦ ክንክእል ኣሎና እሳቶም ትማሊ ምሸት ነቲ ትልሂት ተሓጒሳቶምሉ ክኾኑታ ኣለዋቶም they must have enjoyed the concert last night yeah

the time needed ኣብዚኣ ድማ ንረኣያ ሕጂ እዚኣ ላስት ድማ እቶም ቆልዑ ክብል ከለኹ ማለት እቶም ቆልዑ ተኢለ ድማ እሳቶም እየ ዝብል ዘለኹ ሕጂ እሶም ኣይኩንኩ ዝብል ዘለኹ እቶም ቆልዑ ክፃወቱ እንከለዉ እታ እንከለዉ ድማ ይብልኒ እዚ እንከለዉ ተኢለ እሶም እዩ እሶም ተኢለ እሶም ክፃወቱ ከለዉ ንዓቢ ሰብኣይ እየ እምበር ንብዙሓት እሳቶም ተይለ እንከለውታ ክብል ኣለኒ እንከለውታ ናይ ብዙሓት ምዃኑ ክግለጽ ኣለዎ እንከለዉ ተይለ ግን እሶም ክፃወቱ ከለዉ እቶም ዓብዪ ሰብኣይ ማለት እዩ ስለዚ ኣብዚ ኢና ፈላሊና ክንሪኦ ዘለና እቶም ቆልዑ ክፃወቱ እንከለውታ ኣሃ ነቲ ባዞ ኣሃ ነቲ ባዞ ሰቢሮም ዋቶ ሰቢሮሞ ኣይኮነን ሰቢሮሞ ክብል ተኮይነ ሰቢሮሞ ክኾኑ ኣለዎም ተይለ እዚኣ እንታይ ኢለኩም እቶም ቆልዑ እሶም ብሶም ተተኪኤያ እሶም ጌርና እስኪ እንተካያ ብምልእታ ከነንብባ እሶም ክፃወቱ እንከለዉ ነቲ ባዞ ሰቢሮምዎ ክኾኑ ኣለዎም ምበልና ነርና እሶም ሕጂ ብ ብእሶም ጌርና ኢና ከኣ መብዛሕትኡ ግዜ እቲ ምሉእ ሓሳባትና ንገልጾ ጌጋ ኣገላልጻ ማለት እዩ እቶም ቆልዑ ተልና ብሳቶም ንዛረብ ስለ ዘለና ሕጂ ነስተብህል እቶም ቆልዑ ወይ ድማ ሳቶም ክጻወቱ እንከለዉ እታ ነቲ ባዞ ሰቢሮም ዋቶ ነቶም ባዞታት ነይሮም ተዝኾ ሰቢሮም ዋቶም ምበልና ነርና ነቲ ባዞ ሰቢሮም ዋቶ ክኾኑ እታ

ግን ከይዶም ኣለዉ እስኻ ድማ ናብቲ ካንሸሎ ክትዘውር ገለ ክትርኢ ከለካ ስብ ተሰባቢሩ ርኢኻ ረኪብካዮ ማለት እዩ ስለዚ ካልእ ሰብ ኣይነበረን ኣብዚ እቶም ቆልዑ እዮም ዝኾኑ ትብል ኣለካ ማለት እዩ እቶም ቆልዑ እዮም እቶም ቆልዑ ክፃወቱ ከለዉ እንታይ እያ ነቲ ባዞ ሰቢሮም ዋቶ ክኾኑታ ኣለዋቶም ወደ ይሃብሮም ብዝተረፈ ምድግጋም የድልየና እዚ ቁሩብ ኣይ ኣንደርስታንድ ኣድቫንስድ ግራመር እዩ እቲ ላንጎጅ ንገሌኹም ክኸብደኩም ይኽእል እዩ ግን ተመላሊስኩም እንተዳሪኢኹሞ ሕጂ እንታይ ኣውራ ፕራክቲስ ክትገብርዎ ዝደልየኩም እሳቶም ዝብል ብእሶም ተኪእኹም ራእይዎ እሳተን ዝብል ድማ ብእሰን ዝብል ተኪእኹም ራእይዎ ስለዚ ኣየና እቲ ጌጋ ክንሪኦ ንኽእል ማለት እዩ መብዛሕትኡ ግዜ ነተን እሶም ምስ እሳቶም ንደባልቐን ስለ ዝኾና ኢና። ንደባልቐን ስለ ዝኾና እዩ ጸገምና። ምስ እሳተንን እሰንን ንደባልቐ ስለ ዝኾና። ስለዚ ንዕኡ ፈላሊና ክንሪኦ ብፍላይ ድማ ነዚ ፓስተንስ ደጋጊምኩም ረኣይዎ ከምቲ ቪድዮታት ምክንያቱ ነቲ ፓስተንስ ተዘይጽኒዕኻዮ ድማ እዚኣ ንኣብነት ስቕ ኢላ ክትመፀልካ ኣይትኽእልን እያ በፂሓቶምዎ ስቕ ኢላ ክትመፀልካ ኣይትኽእልን እያ ረሲዕዎ ቢ ሲምል ኣፅኒዓቶም ዎ ሲ እዚታት ስቂሉ ኣይመፀልካን እዩ ናይ ብዙሓት ርእያቶም ዎ ሲ ርኣይዎ እዚታት ክትሪኦ ክትክእል ኣለካ ነዚ ተዘየፅንዕካዮ ነዚ ተዘይዳሃሲስካዮ እቲ ስትራክቸር ኩሉ ክርዳኣና ኣይክእልን እዩ እሞ ብዝተረፈ ሰሰናይ ጠጥዕሙ ንዓኻትኩም ቺርስ